ብናይ ዩናይትድ ስቴትስ ፕረዚደንት ጆ ባይደን ናብ ኣዲስ ኣበባ ዝለኣኹ ኣመሪካዊ ሴነተር ክሪስ ኮንስ ምስ ቀዳማ ሚኒስትር ኣብይ ኣሕመድ ከም ዝዘራረቡ ተገሊጹ። ኣማኻሪ ሃገራዊ ጸጥታ ዩናይትድ ስቴትስ ጃክ ሱሊቫን ብመሰረት ዝዘርግሖ መግለጺ ፕረዚደንት ዩናይትድ ስቴትስ ጆ ባይደን እቲ ኣብ ትግራይ ዝተኸሰተ ሰብኣዊ ቅልውላውን መግሃስቲ መሰላትን ከምኡ እውን እቲ ቅልውላው ንቀርኒ ኣፍሪቃ ዘስዕቦ ሓደጋን ዓሚቕ ሻቑሎት ከም ዝፈጠረሎም እቶም ሰነተር ንቀዳማይ ሚኒስትር ኣብይ ኣሕመድ ንፁር ክገብሩሎም እዮም ተባሂሉ ኣሎ። ሰነተር ክሪስ ኩንስ እግረ መገዶም ምስ ሕብረት ኣፍሪቃ ተራኺቦም ብዛዕባ ሓባራዊ ረብሓ ሰላምን ምዕባለን ክዝትዩ እዮም ይብል መግለፂ ዋይት ሃውስ። ኣቦ ወንበር ኮሚቴ ዝምድናታት ወፃኢ ቤት ምኽሪ ዩናይትድ ስቴትስ ግሪጎሪ ሜክን ኣባል እታ ኮሚቴ ሚካኤል ማኪን ብዛዕባ ይንህር ዘሎ ሰብኣዊ ኩነታትን ዘርኣ ውግእን ኣብ ትግራይ ሓባራዊ መግለፂ ኣውፂኦም። ንመብርሂ ሚኒስትሪ ወጻእን ረድኤት ስግር ዶብ ዩናይትድ ስተትስ ወይ ከዓ USAID ዝሰምዑ ክልቲኦም ኣባላት ቤት ምኽሪ ኣብዚ እዋን እዚ ካብ ሽዱሽተ ሚልዮን ህዝቢ ትግራይ እቲ ኣርባዕተ ነጥቢ ሓሙሽተ ሚልዮን ተፀባይ ህፁፅ ሓገዝ ኮይኑ ከምዘሎ ገሊፆም። ብዘይካ እዚ ሪፖርታት ገበን ኲናት ኣብ ልዕሊ ሰላማውያን ሰባት፣ ኣስገዳድ ምፍንቓል፣ ናብ መግብን ሕክምናን ዝርከበሉ ስፍራ ሰባት ንከይኣትው ምኽልካልን፣ ተራ ወተሃደራት ኤርትራ ኣብ ኢትዮጵያን ዝገልጹ ሓበሬታታት ከም ዝረኸቡ ጠቒሶም እዮም። ዓለም ለኸ ናጻን ኣናዳይ ሓቂ ንክቐውም ዝጸውዑ እቶም ኣባላት ቤት ምኽሪ፣ ዩናይትድ ስተትስ ምስ መሻርኽታ ኮይና ኣብ ልዕሊ ሰብኣዊ መሰላት ግፍዒ ዝፈጸሙ ስጉምቲ ንክትወስድ እውን ጸዊዖም። ሰራሕተኛታት ረድኤት ናብ ረጊጸምዎም ዘይፈልጡ ከባብታት ትግራይ ብዝኣተው ቁጽሪ ብጥምየትን ሕማማትን ዝሕለው ሰባት ብበዝሒ ጋህዲ ይወጽእ ከምዘሎ ተገሊጹ። ኣብዘን ዝሓለፋ ክልተ ሰሙናት ናብ ሽራሮ ካብ ሞንጎ ዝኣተው ሰላሳን ሸውዓተን ሽሕ ተፈናቐልቲ ዝማሰኑ ህጻናትን ነብሰ ጾራትን ከምዝርከብዎም ትካል ተራድኦ ኖርወይ ኣረጋጊጹ'ሎ። እቲ መግለፂ ወሲኹ ኣብ ሸራሮ ዘሎ ኩነታት ከቢድ ከምዝኾነ፣ ስድራ ቤታት ዕለታዊ ናብ ሸራሮ ይመፃ ኣለዋ እንተኾነ ንሰሙናት ሓገዝ ክረኽባ ኣይከኣላን ይብል። ዳይረክተር ትካል ረድኤት ኖርወይ ያን ኤግለንድ ሰብኣዊ ሓገዝ ብህፁፅ እንተዘይቀሪቡ ሰባት ምሟት ክጅምሩ እዮም ኢሎም ኣጠንቂቖም ኣለው። እቲ ህዝቢ ብሰንኪ ጾታዊ ምድፋር፣ ቅትለትን ውግእን ሃዲሙ ከም ዝቐነየን ናብ ሸራሮ ምስ ዝምለስ ድማ ተስፋ ዘቑርጽ ነገር ከም ዝተጸበዮን ገሊጾም ኣለዉ። ኣብ ዝዓነዉ መዓስከር ስደተኛታት ሕጻጽን ሽመልባን ቀዲሙ ዝኣተወ ትካል ረድኤት ኖርወይ ከም ዝኾነ ዝገልጽ እቲ ትካል፣ ቅድሚ እቲ ውግእ ኣብ ክልቲኤን መዓስከራት ኣስታት ሰላሳን ሰለስተን ሽሕ ኤርትራውያን ከም ዝነበሩ ሎሚ ገሊኦም ናብ ውሑስ ስፍራ፣ ገሊኦም ድማ ብኣስገዳድ ናብ ኤርትራ ከም ዝተወስዱን ጠቒሱ ኣሎ። ሎሚ ኣብቶም መዓስከራት ዋላ ሓደ ስደተኛ ከም ዘየለን ኣብቲ ከባቢ ካብ ምዕራብ ትግራይ ዝሃደሙ ሰለስተ ሽሕ ተመዛበልቲ ከም ዝረኸበን ኣፍሊጡ ኣሎ። እቲ ትካል ወሲኹ ሰበ ስልጣን መንግስቲ ኢትዮጵያ ሰባት ኣብ ዝሃለውዎ ይሃልዉ ሰብኣዊ ሓገዝ ንክረኽቡ ክንዲ ዝከኣሎ ንክሰርሕ ሚስተር ኤግላንድ ጸዊዖም። ሚሸል ባችለት ሓላፊት ሰብኣዊ መሰላት ሕቡራት ሃገራት እየን ገበን ኩናት ተፈፂሙሉ ይኾን እዩ ኢለን ኣብ ዝጥርጥርኦ ትግራይ ነቲ ካብ ኢትዮጵያ ብሓባር ነፃርዮ ዝብል ጠለብ ተሰማሚዕናሉ ኣብ መንጎ ሰራዊታት መንግስቲ ኢትዮጵያን ንትግራይ የመሓድር ዝነበረ ሕወሓትን ዝተላዕለ ውግእ ኣሽሓት ሰባት ቀቲሉ ኣማኢት ኣሽሓት ካልኦት ድማ ካብ መረበቶም ንክፈናቐሉ ንክስደዱን ጠንቂ ኮይኑ እዩ። ሕቡራት ሃገራት እንተኾነ ኣብ ትግራይ ግፍዕታት ተፈጺሙ እዩ ብምባል ምልክት መጠንቀቕታ ኣቃሊሑ እዩ። ሚኒስትር ወፃኢ ኣመሪካ ኣንቶኒ ብለንከን ብወገኖም ኣብ ትግራይ ምፅራይ ዘርኢ ተፈጺሙ ከም ዝበሉ ዝዝከር እዩ። ኢትዮጵያ ንመግለፂ ብለንከን ነጺጋቶ እያ። ሓላፊት ሰብኣዊ መሰላት ሕቡራት ሃገራት ሚሸል ባችለት ነቲ ካብ ብመንግስቲ ኢትዮጵያ ዝምወል ኮሚሽን ሰብኣዊ መሰላት ዝቐረበ ጠለብ ሓቢርና ነጻርዮ ተሰማሚዐናሉ ኣለዋ። ምስ መግለጺ ኣምነስቲ ኢንተርናሽናል ዝቃዶ መግለጺ ዘውጽእን መንግስቲ ኢትዮጵያ ዝምውሎን ኮሚሽን ሰብኣዊ መሰላት መባእታዊ ሪፖርት ወታደራት ኤርትራ ንበዝሖም ዘይተነጸረ ሰላማውያን ሰባት ኣብ ኣክሱም ከም ዝቐተሉ ሓቢሩ እዩ። እቲ ሪፖርት ወሲኹ ወታደራት ኤርትራ ነቲ ቅትለት ኣብ ልዕሊ ሰላማውያን ሰባት ኣብ ኣክሱም ዝፈጸሙ ቅድም ኢሉ ብሰራዊት ህውሓት ንዝተፈጸሙ መጥቃዕቲ ሕነ ንምፍዳይ ኢሎም ከም ዝነበረ እውን ገሊጹ እዩ ሰራዊት ኤርትራ ካብ ትግራይ ንክወጹ ሕቡራት ሃገራትን ዩናይትድ ስተትስን ከም ዝሓተቱ ይዝከር መንግስታት ኢትዮጵያን ኤርትራን ንህላወ ሰራዊት ኤርትራ ኣብ ትግራይ ኣይቕበሉን ብርክት ዝበሉ ናይ ዓይኒ መሰኻኽርን ግዝያዊ ምምሕዳር ትግራይን ግና ሰራዊት ኤርትራ ኣብ ትግራይ ኣሎ እዮም ዝብሉ። ሻሻይ ሃገራዊ መረፃ ኢትዮጵያ ብዘይካ ኣብ ትግራይ ኣብ ሙሉእ እታ ሃገር ከምዝካየድ ኮሚሽን ፌደራል ፖሊስ ኣፍሊጡ። ኮሚሽነር ኮሚሽን ፖሊስ ኢትዮጵያ ከም ዝገለፅዎ ፀገም ፀጥታ ኣብ ዝረኣየሎም ዝነበሩ ምዕራብ ወለጋን ቤንሻንጉል ጉምዝን እቲ መረፃ ከም ዝሳለጥ እውን ጠቒሶም እዮም እዚ ከምዚ ኢሉ ከሎ ኣብ ሰሜናዊ ክፍሊ እቲ ሃገር ክሕደት ሃገር ፈፂሞም ዝተባሃሉ ሰብዓን ክልተን ሰባትን ኣብ ጭብጨፋ ማይ ካድራ ብቐጥታ ተሳቲፎም ዝተባሃሉን ትማሊ ናብ ቤት ማእሰርቲ ኣትዮም ኣለዉ ኢሎም ኮሚሽን ፌዴራል ፖሊስ ይብል ሪፖርተርና ፀሃይ ዳምጠው ዝለኣኸቶ ዜና እዚ ከምዚ ኢሉ ከሎ ምስ ሕፁያትን ተወዳደርትን ተኣሳሲሩ ንዝቐረቡ ሓምሳ ጥርዓናት ፍታሕ ከም ዘቐመጠሎም ቦርድ ምርጫ ኢትዮጵያ ኣፍሊጡ ኣሎ። ተናሓናሕቲ ፓርቲታት ግና ሎሚ እውን ፍታሕ ዝፅበዩ ፀገማት ኣለዉ ከም ዝብሉ ዝመፀ ዜና ሓቢሩ።
ክንሓልፍ ናብ ፍሉይ መደብ። ባይቶ ይኣክል ሕቡራት መንግስታት ኣሜሪካ ኣብዚ ኣብ ዩናይትድ ስቴትስ ሕጋዊ ስብእና ዘለዎ ንፍትሒ ንሰብኣዊ መሰላትን ዴሞክራስን ዝሕለቕ ናይ ኤርትራውያን ውዳበ እዩ እቲ ምንቅስቓስ ቤት ምኽሪ ጸጥታ ሕቡራት መንግስታት ኣብ ትግራይ ይካየድ ዘሎ ግጭት ብዘይውዓል ሕደር ጠጠው ከብሎን ሓይልታት ኤርትራ ካብ ትግራይ ክወፁን ዝፅውዕ ደብዳበ ናብ ቤት ምኽሪ ጸጥታ ሕቡራት መንግስታት ጽሒፉ ኣሎ። ኣብ ትግራይ ኣብ ልዕሊ ሲቪላትን ኣብ ኤርትራውያን ስደተኛታትን ተፈጺሙ ዝበሃል መግሃስ ሰብኣዊ መሰላት ብነፃ ወገን ክምርመር እውን ሓቲቱ ኣሎ እቲ ውዳበ። ብዛዕባ እዝን ካልኦት ተዛመድቲ ጉዳያትን ሓሳቦም ከካፍሉና ንክልተ ኣባላት ኣመራርሓ ባይቶ ይከኣሎ ዓዲምና ኣለና። ምኒያ ኣፈወርቂ እያ ኣዘራሪባቶም፣ ናብኡ ከሕልፈኩም። ብጣዕሚ እየ ደመስግነኩም እም ርእስኹም ምስ ሰማዕትና ክትላለዩ። የቐንየለይ ምኒያ ብጣዕሚ የመስግነካ ኣነ እውን ዝሃብክና ዕድል። ልኡል ዘውዲ እበሃል መቐማጠይ ከተማ ሳን ኣንቴንዮ ቴክሳስ እዩ። ኣብዚ ናይ ባይቶ ያክል ሕቡራት መንግስታት ኣመሪካ ኣቦ ወንበር ኮይነ የገልግል ኣለኹ። ሰላም ኣነ ውን የመስግነኪ ስመይ ሙልጌታ ኪዳነ እየ ዝብሃል ኣብ ከተማ ሻርለት ይቅመጥ ኣባል ፈጻሚ ኣካል ባይቶ ሕቡራት መንግስታት ሰሜን ኣሜሪካ ኮይነ ንክፍሊ ዘተን ዕርቅን ውን ይመርሕ ኣለኹ ማለት እዩ። እስቲ ባይቶ ይኣክል ክትገልፁልና እንተኽኢልኩም ሕፅር ብዝበለ ልኡል። ባይቶ ይኣክል ሕቡራት መንግስታት ኣመሪካ ሓደ ዘይመኽሰባዊ ትካል ኮይኑ ናይ ኤርትራውያን ኣብ ኣመሪካ ዝነብሩ ብዛዕባ ፍትሕን ብዛዕባ ሰላምን ዲሞክራስን ዝጣበቕ ትካል እዩ። መሰረቱ ኣብዚ ሕቡራት መንግስታት ኣሜሪካ ኮይኑ ከባቢ ኣርባዓ ዝኾነ ከተማታት ጥርናፈታት ዝሓዘ ዓብ ትካል እዩ ተበግሶ ዓለም ለኸ ኣክል ኣባል እዩ የመስግነኩም ናብ ኣባላት ሃገራት ባይቶ ጸጥታ ኣብዚ መጀመርታ ዝወርሒ ሓደ ደብዳቤ ልኢኽኩም ነርኩም ነዚ ደብዳቤ ንምጽሓፍ እንታይ እዩ ኣለዓዒልኩም ብዝብል ክንጅምር ልኡል እዚ ደብዳቤ እዚ ክንፅሕፍ ዘገደደና ምክንያት እቲ ኣብ ከባቢና ዘሎ ኩናትን ኣብ ከባቢና ዝወርድ ዘሎ ዕንወትን መሰረት ዝገበረ እዩ ብቀንዱ ከዓ ናይ ኤርትራ መንግስቲ ተካፋልን ቀንዲ ኦርጋናይዘር ናይዚ ኲናት ኮይኑ ይሰርሕ ስለ ዘሎ፣ ባይቶ ሕቡራት መንግስትታት ብፍላይ ከኣ እቲ ባይቶ ጸጥታ ነዚ ዘሎ ኩነታት ርእዩ ቅልጡፍ ዝበሃል ፍታሕ ብምግባር ነቲ ኣብ ክልል ትግራይ ዝወርድ ዘሎ ዕንወት፣ ዝወርድ ዘሎ መቕተልትን ጭፍጨፋን ናይ ስቪልያን ጠጠው ከብል፣ ሰብኣዊ ሓገዝ ክበጽሖም ክገብር፣ እቶም ገበነኛታት ከኣ ናብ ሕጊ ከቕርብ መሰረት ዝገበረ ደብዳቤ ተጻሒፉ ነይሩ። ናይ ኤርትራ ሰራዊት ካብ ትግራይ ክወጽእ ከም ዘለዎ ዝተረጋገጸ ስጉምቲ ክውሰድ ዝጽውዕ ደብዳቤ እዩ ነይሩ። ኣብዚ ደብዳቤ ናይ ኤርትራ ምትእትታው ኣለዎ ኢልኩም ጠቂስኩም ዘለኹም መንግስቲ ኢትዮጵያ መንግስቲ ኤርትራ ኣትዩ ኢሉ ክሳብ ዘይተዛረበ መንግስቲ ኤርትራ እውን ኣትየ ኣለኹ ክሳብ ዘይበለ ከምኡ ክንብል ኣይንኽእልን ኢና ምክንያቱ ናይ ህዝቡ ድሕንነት ከረጋግፅ ዘለዎ መንግስቲ ኢትዮጵያ ኮይኑ እናሃለዎ እሞ መንግስቲ ኢትዮጵያ ናይ ኤርትራ ጣልቃ ኣእታውነት ኣሎ ክሳብ ዘይበለ ከምኡ ዝብል ክቐርብ የብሉን ዝብል ሞጎተ ተዘራረብናዮም ኤርትራውያን ዘቕረቡ ነይሮም ነዚ እንታይ ምበልኩም ሙልጌታ? ነቲ ምትእትታው ሰራዊት ኤርትራ ባዕሉ በቲ ስርዓት እውን ክሳዕ ሕጂ ተነጺጉ ጥራይ ዘይኮነ ፈጺሙ እውን መግለጺ ዘይተዋህቦ ነገር እዩ ማለት እዩ። ድሒሩ ግን ገለ ገለ ኦፊሻል ሪፕረዘንቴሽን ዘለዎም ካብቲ ናይ ፌደራል መንግስቲ ናይ ኢትዮጵያ ከይተዓደመ ከምዝኣተወ ኣብ ዝተፈላለየ መግለጺታቶም ክነግሩ ሰሚዕና ኣለና። ስለዚ እዞም ደገፍቲ ከምኡ እንተበሉ ብዙሕ ዘገርም ኮይኑ ኣይስምዓንን። ምእታው ናይዚ ሰራዊት እዚ ብኹሉ ንጹርን ኮይኑ ንሕና እውን ከም ኤርትራውያን እዚ ነገር እዚ ስለ ዘሻቐለና ብቐጥታ ኣሕዋትና ስለ ዝኾኑ ብድሕሪኦም ሓዊ ብቕድሚኦም ሓዊ ዘለዎም ዕሸላት ወተሃደራት ምዃኖም ኣሚንና ኢና ካብቲ ኵናት ክወጹ ጻውዒትና ኣቕሪብና። ስለዚ ክሳዕ ሕጂ ኣይተኣመነሉን ዝብል ትም ኢልካ ንምሽፋን ዝተበገሰ ተዘይኮይኑ ብኹሉ መዳይ ኩሉ ማሕበረሰብ ዓለም ውን ኣረጋጊጹ ዝፈልጦ ንሕና ውን ብቐጥታ ዝምልከተና ስለዝኾነ ከም ኤርትራውያን ኣዚና ዘረጋገጽናዮ ምዃኑ በዚ ኣጋጣሚ ክገልጽ ይፈቱ። ሞትን ስንክልናን ዝኽትምናን እቲ ሰራዊት ዝኽትምናን ሞትን ህዝብና ምዃኑ ኣሚንና ካብኡ ተበጊስና ኢና ክወጹ ንጽውዕ ዘለና ማለት እዩ። ምናልባት ዝቐርቡ ዘለዉ ክስታት ብፍላይ ገበናት ኩናት፣ ገበናት ፀረ ሰብኣውነት ዝበሃል ዘሎ ተገይሩ እዩ ናብ ዝብል እንተኸድኩም ነቶም ወተሃደራት ኤርትራ ወይ እውን ንኤርትራ ኣሕሊፍካ ከም መሃብ ገይሮም ዝርእይዎ እውን ወገናት እውን ስለ ዝህልዉ ነዚ እንታይ መመለስኩም ልኡል? ሕጂ ኩሉ ግዜ ወተሃደር ብናይ ባዕሉ ተበግሶ እዚ ገበን እዚ ኣይፍፅሞን እዩ። ንዚ ገበን እዚ ተሓታቲ እዩ ከኣ እቲ እንኮ ነዚ ሰራዊት እዚ ናብቲ ገበን ዝፍጸመሉ ዘሎ ቦታ ዘዋፈረ ኣካል እዩ። ብቐንዱ እቲ መንግስቲ ኢትዮጵያ ዶብ ኣጥሒሱ ብናይ ወጻኢ ብናይ ኤርትራ ሰራዊት ገይሩ ንህዝቢ ዘጨፍጭፍ ዘሎ ቀዳማይ ተሓታቲ ክኸውን ይኽእል እዩ። ከም ተወሳኺ ነዚ ገበን እዚ ንምፍጻም ናብ ውሽጢ ትግራይ ሰራዊት ልኢኹ እዚ ገበን እዚ ከኣ ክፍጸም ዘግብር ዘሎ ኢሰያስን ኣብ ጎድኑ ዘሎ ኣካየድቲ ናይቲ ስርዓትን ቀንዲ ገበነኛታት ኮይኖም ክርከቡ ይኽእሉ እዮም። ብቐንዱ ግን እቲ ሰራዊት ዕሸላት ቆልዑት እዮም ዝፈልጥዎ ነገር የብሎምን። ወግሐ ጸብሐ ጸላኢኻ ወያኔ እዩ። ንዕስራ ሳላሳ ዓመት ኣብ ድፋዕ ክትነብር ዝገበረካ ወያኔ እዩ። ዶብና ሒዙ ዘሎ ወያኔ እዩ እንዳተባህለ ሕዱር ጽልኢ ክሓድሮም ብምግባር ናብ ትግራይ ዘዋፈርዎም መንእሰያት እዮም። እዞም መንእሰያት እዚኦም ከም ገበነኛታት ኮይኖም ናብ ክሲ ዝቐርቡሉ ዘይኮነ፣ እቲ ስርዓት ግን ተሓታቲ ናይዚ ገበን ኮይኑ ናብ ክስን ናብቲ ዓለም ለኸ ቤት ፍርድን ክቐርብ ሕጂ እውን ጎስጓስና ቀጻሊ እዩ ዘሎ። ሙሉጌታ ወይ እውን ልኡል ካብ ክልቴኹም ኣብ ሃገራዊ ኣገልግሎት ኤርትራ ዝካፈለ ኣለኩም ዶ? ኣነ ተጋዳላይ ናይ ተስዓ ነይረ። ሙሉጌታ ከ? እዛ ሕቶ እኮ ዘይሓለፈ ዶኾን ኣሎ ብትብል እየ ዝምልሳ። ኩላትና በቲ ሃገራዊ ኣገልግሎት ዝሓለፍና ኢና። ኣነ እውን ከምኡ ብኡ ዝሓለፍኩ እየ። ንምንታይ እዚ ሕቶ እዚ ኣልዒለዮ ዘዘራረብናዮም ኤርትራውያን ናይ በይኖም ጥራሕ እውን ከይኸውን ይኽእል እዩ እዚ ኣረኣእያ እዚ ሰራዊትና ወተሃደራትና ዲሲፕሊን ድዮም ከምዚ ዓይነት ነገር ዝፍፅሙ ኣይኮኑን ዝብል ርእቶታት እውን ስለ ዝሃቡ እዮም ዘለኩም ርእቶ ክትህቡን ኢለ ስ ሙሉጌታ ዋ ኣለኻ ቅድም ቀዳድም ፈላሊኻ ክትሪኦ ዘለካ እንታይ እዩ ነቲ ሰራዊት ክእዝዙ ትልዕሊ ስርዓት ተወጢሖም ዘለዉ ብቁፅሪ እውን ክትቁፅሮም ትኽእል መራሕትን ኣዘዝትን ካልእ ኣካል እዩ እቲ ናበይ ይኸይድ ውን ዘይፈልጥ ጥራይ ተኣዚዙ ክኸይድ ዘለዎ ዝበዝሕ ማጆሪቲ ናይቲ ሰራዊት ከኣ ካልእ ኣካል እዩ ማለት እዩ። ክልቲኦም ፈላሊኻ ምግላጹ ኣዝዩ ኣዝዩ ከገድስ እዩ። እንታይ ክብል እየ ደልየ ኣብ ኤርትራ እዚ ኩሉ ጎዳጉድን እዚ ኩሉ ቤት ማእሰርትን ኩላትና ዝሓለፍናዮ ምስ ገድል እኮ ሓደ መልክዑ ዝኸኣለ ካልእ ጀኖሳይድ እዩ። ብዘይ ኣፈላላይ ዓሌት፣ ብዘይ ኣፈላላይ ብሄር፣ ብዘይ ኣፈላላይ ሃይማኖት እኮ እቲ ስርዓት'ዚ ምኽንያት ጥፍኣት ኮይኑ እዩ ኣብ ምድርና ማለተይ'የ። ዋላ ኣብ ሃገርና እውን ከይተረፈ ብዓቢ ግህሰት ዝሕተቱ ስርዓትን ኣዘዝትን ኣብ ካልእ ከይዶም ክንሕፉ እዮም ኢልካ ፈጺምካ ክትማጎት ዘይትኽእል ኩነታት ስለ ዝኾነ፣ እቲ ህዝቢ ስልጡን እዩ፣ እቲ ህዝቢ ፈታዊ ጎረባብቱን ፈታዊ ጽቡቕ ነገርን እዩ። እቲ ተገዲዱ ዝኸይድ ዘሎ ካብ ዓሰርተ ትሽዓተ ዓመት ክሳዕ ዕስራን ሰለስተን ዓመት ኣብኡ ከተእትዎም ትኽእል ንኣሽቱ ኣሕዋትናን ወገናትናን ነዚኦም ግበር ኣይትግበር ክሳዕ ዝኾነት እቲ ትእዛዝ ክመጾም ከም ዝኽእል ርዱእ ነገር እዩ። ስለዚ እቲ ንሕና ክሳዕ እዛ ሰዓት እዚኣ ዝሓለፍናዮ መግደራ ኣብኡ ከይዱ ክድገም፣ ተኽእሎኡ ልዑል ስለ ዝኾነ ብዘይ ጥርጥር ኣብ ኤርትራ ዝፈጸምዎ ኩሉ ሰብኣዊ መሰል ንበሎ ኩሉ ዓመጽን ግህሰትን ብግዲ እዩ ኣብኡ ከይዱ እውን ክድገም ማለት እየ። የቐንየለይ። ካልእ ካብቲ ተፈጺሙ ዝበሃል ጨፍጫፋት ዝበሃል ማሳክር ዝብልዎ ማለት እዩ ኣብ ከተማ ኣክሱም ተፈጺሙ ዝበሃል ከምኡ እውን ኣብ ማርያም ደንገላት ዝበሃል ተፈጺሙ ዝበሃሉ ከም ኣብነት እናተጣቕሰ ብሚድያታት ዋላ ብዓለም ለኸ ትካላት ሰብኣዊ መሰላት እውን ክጥቀስ ንሰምዕ ኢና እሞ እዚኦም ድማ ብወተሃደራት ኤርትራ ተፈጺሞም እናተባህሉ እዮም ዝንገሩ። ምናልባት ይጋንን ከይህሉ ዝብል እምነት እውን ዘለዎም ክህልው ስለ ዝኽእሉ ብዛዕባ ዝትብልዎ ነገር እንተሃልዩ እዩ ልኡል ኣብ ከምዚ ዓይነት ገበናት እቲ ቀንዲ ዳኛ ንዝኸውን ዝኽእል ብነፃ ወገን ምርግጋፅ እዩ። ብልተ ወገን ከኣ ማዕከናት ዜና ስጋብ ኣክሱም ከይደን ዝጸብጸብኦ ዜናታት ኣሎ። ነዚ መን ፈጺምዎ ንዝበሃል ነጻጸረቲ ኣካል ኣእቲኻ ዝእጻረ ጉዳይ ክኸውን ይኽእል እዩ። እቲ ህዝቢ እንታይ ኣጋጢምዎ ከኣ ባዕሉ ይምስክር ኣሎ። ሕጂ ክንደይ ሰባት ቀቲሎም ኣይኮነን እቲ ቀንዲ መምዘኒ ክኸውን ዘለዎ። እንታይ ክገብሩ እዮም ኣትዮም ናብ ትግራይ ንባዕሉ ብናይ መን ዕድመ? መንግስቲ ኢትዮጵያ ይዓድምኩም ይብል ኣሎ። እሞ ከኣ ኣብ ዘይሃገሮም ከይዶም ዋላ ሓደ ሰብከ ክቐትሉ ይግብኦም ድዩ? ዋላ ናይ ሓደ ሰብ ንብረትከ ከዕንዉ ይግብኦም ድዩ? ብዓይኒ ሰብኣውነት እውን ክንሪኦም ክንክእል ኣለና። ዋላ ይጋነን ኣይጋነን ዝኾነ ኹን ኣብዚ ሃገርካ ከይድካ ዝግበር በደል በደል እዩ። እዚ ሕጂ ንዓና ንኤርትራውያን ከምቲ ሙሉጌታ ዝበሎ ኣቐዲሙ ኣባና ዝበጽሐ ኣቐዲሙ ክራይም ኤገንስት ሂዋኒቲ ተባሂሉ እውን ተኸሲሱ ነይሩ እዩ እዚ ስርዓት እዚ ኣብ ሕቡራት መንግስታት። ካብ ጎረቤት ናብቲ ሰላም ዝነበረ እቲ ንህዝብና ዝዕቁብ ዝነበረ ወገን ከይዱ ክድገም ንሕና ፍፁም ዘይንድግፎ ተግባር እዩ። ግን እቲ ዘፃሪ ኣካል ዘፃርዮ ነገር እዩ። ይፍፀም ከም ዘሎ ግን ብምንጭታትና እውን ነረጋግፆ ኢና ንሕና ምነይ ሓፍተይ። ኣብ ልዕሊ ስደተኛታት ኤርትራ እውን ተፈፀመ ተባሂሉ ብናይ ሕብራት መንግስታት ትካል ስደተኛታት ዝተገልፁ ስክፍታታት ነይሮም። እዚ ባይቶኹም ድማ ምስ ስደተኛታት ብዝተተሓሓዘ ከም ዝሰርሕ ሰሚዐ ኣለኹ። ብዛዕባ እዚ ዘለኩም ኣፍልጦ ክሳብ ሕጂ እንታይ እዩ? ሙልጌታ። ብዩኤን ዝተዋህበ ሪፖርት ይኹን ወይ ብኻልኦት ማሕበረሰብ ዓለም ከባቢ ልዕሊ ዕስራ ሽሕ ዝኣኽሉ ስደተኛታት ኣሕዋትና ፍፁም ሃለዋቶም ኣበይ ከምዘሎ ዘይፍለጥ ሪፖርት ከምዘሎ ድሮ ንፁር ኮይኑ ኣሎ። ኣበይ ኣለዉ ብዝብል ንሓቶ ዘለና ሕቶ እዩ። ብዘይካ እዞም ዝገለፅክዎም ዕስራ ሽሕ ብዓብዩ ኣፍቶም ዘለዉ እውን ከቢድ ዝኾነ ግህሰትን ገበናት ኲናትን ዓመፅን እውን ይፍፀም ከምዘሎ ብቐጥታ ካብቶም ግዳያት ዝኾኑ ኣሕዋትና እውን ንሕና እውን ብወገና ዝኣከብናዮ ሪፖርትታት ከም ዘሎ ብዓብይ ኸዓ እቲ ማሕበረሰብ ዓለም እውን ሰኒድዎ ኣሎ ስለዚ እዚ ገሰት እዚ ብህግደፍ ይካየድ ብምልሻታት ቲፒኤልኤፍ ይካየድ ወይ እውን ምልሻታት ኣምሓራን ናይ ፌደራልን ይኹን ሓደ ነፃን ዘይሻራውን ኣካል ኣትዩ ነዚ ከጻርዮ ፈጸምቲ ከኣ ሕጋዊ ፍርዶም ክቕበሉ ካብቲ ጻውዒትና እዩ። እሱ ጥራይ ዘይኮነ እቲ ስርዓት እውን ዝዘርኦ ዘሎ ጽልእን ቂምን ወይ ከኣ ቅርሕንትን ምስቲ ክሳዕ ሕጂ ብሰላም ዝነበረ ሓውና ዝኾነ ህዝቢ ትግራይ ኮነ ኢልካ ነዚ ህዝቢ እዚ ኣብ ንሓድሕዱ ብቂም ብሕነ ምፍዳይ ክተሓዝ ኢልካ ዝተገበረ ማእለያ ዘይብሉ ገሰት ኣብ ርእሲ ህዝቢ ትግራይ ምፍጻሙ ነቶም ከዕርፉ ዝመጹ ስደተኛታት ኣሕዋትና እውን ብቐጥታ ክጸልዎም ከም ዝኽእል እዚ ርዱእ ነገር ኮይኑ ካብቶም ዓበይቲ ስክፍታታት ናይ ህዝብና ወይ ከኣ ናይ እዚ ባይቶ እዩ። ስለዚ ኣብኡም እውን ልክዕ ከም ህዝቢ ትግራይ ከቢድ ዝኾነ ማሕበራዊ ቅልውላው ንበሎ ግህሰት ሰብኣዊ መሰል ይፍጸም ስለ ዘሎ እዚ እውን ሓደ ካብቲ ዓቢ ኮንሰርን ናትና ኮይኑ ኣሎ ማለት እዩ። ካልእ ዝስማዕ እንታይ እዩ ህወሓት ናይ ሰላም ስምምዕ ምስ ተገብረ ዝተበየነ እውን ኣብ ትግባር ዘይምውዓሉ ኤርትራውያን ካብ ኢትዮጵያ ምብራሮም እናጠቐሱ ህወሓት እውን እኮ ፅቡቕ ዝገበረ ኣይኮነን ብምባል ነዚ ሕጂ ዝተፈጥረ ነገራት ከም ምኽኑይነት ዘቕርቡ ወገናት ኣለዉ። ብዛዕባ እዚ እንታይ በልኩም ሙሉጌታ? ኩሉ ግዜ መቸም ኣብ ሕሉፍ ኣይንበርን እዩ። እቲ ዝሓለፈ ዝተፈጸመ ጌጋ ደበስ ከም ዝረኸበ ድሕሪ እቲ ምኽፋት እቲ ዶባት ርኢናዮ'ሲ እቲ ህዝቢ ሰላም ተዘይኮይኑ ንሓድሕዱ ምክብባር ተዘይኮይኑ ብፍቕሪ ተዘይኮይኑ ብምንም ክነብር ከም ዘይደሊ ካልእ ኣራጋጊጹ ኣርኢና'ዩ ማለት'ዩ እቲ ህዝቢ ስልጡን ህዝቢ ብወገን ክልቲኡ ዞን ህዝቢ ሽሕ ግዜ ዝተፈጸመ ጌጋታት እንተነበረ ናይዚ ኩሉ ዝተፈጸመ ጌጋታት ከኣ እቶም ስርዓታት ይስከምዎ ምዃኖም እቲ ህዝቢ ዝፈልጥ ስለዚ እዚ መመሊስካ ንጽልኢ ክኸይድ ዝመጽእ ኣበሃህላታት ናብ ዘይተደለየ ነገር ከእትወና ተዘይኮይኑ ምንም ረብሓ ስለዘይብሉ ኣብ ሕድገት፣ ኣብ ምሕረት፣ ኣብ ሪኮንስሌሽን ዝኣምን ሕብረተሰብ ጌርና ክንሃንጾ ካብ ሕጂ ንጉስጉሰሉ ዘለና ንዛረበሉ ዘለና ሓቂ ስለዝኾነ መርኣያ ናቱ ከኣ እታ ናይ ክልተ ሽሕን ዓሰርተ ሸሞንተን ዝነበረ ምትሕቑቓፍ ክትምስክራ ትኽእል እያ ማለተይ እየ። ናይ መወዳእታ ሕቶይ ክኸይድ፣ እዚ ናብ ባይቶ ጸጥታ ሕቡራት መንግስታት ዝለኣኽኩሞ ደብዳቤ ምላሽ ረኺብኩምሉ ዶ? እንታይ ውጽኢት ክትረኽቡ ኢኹም ከ ተስፋ ትገብሩ? ብኡ ክንውድእ ኢና ሉኡል። የቀንየለይ ምንያም ንዝገበርክልና ዕድመ ብመጀመርያ ካብኡ ቀጺልና ምናልባት ስፐሲፊካሊ ናባና ዝተጻሕፈ ደብዳቤ ዋላ ይሃሉ ካብ መዓልቲ ናብ መዓልቲ ግን ኣብ ኢሰያስን ኣብ ኣቢን ዝኸይድ ዘሎ ቀጻሊ ዝኾነ ጸቕጢ ሰራዊት ኤርትራ ካብ ትግራይ ክወጽእ ከም ዘለዎ ናይ ምግዳድ ተኽእሎታት ልዑል ምህላዉ ንግንዘብ ኣለና። ማሕበረሰብ ዓለም ተሓባቢሩ ኣብዚ ብትግራይ ዘሎ ኩነታት ከዕርፍ፣ እቲ ናይ ኤርትራ ሰራዊት ከኣ ካብ ትግራይ ወጺኡ እዚ መንእሰይ'ዚ ነብሱ ዝዕቅበሉ፣ ስድራቤታት ካብ ሞትን ሓዘንን ደው ዝብላሉ፣ ብኡ መንጽር ከኣ እቶም ገበነኛታት ናብ።